ሓደ ሓደ ግዜ እቶም ትፈልጦም ሰባት ሃንደበት ይጠፍኡ እሞ ድሕሪ ኣዋርሕ ክምለሱ ከለዉ ግን ብኣካል፣ ብገንዘብን ብኣተሓሳስባን ፍጹም ተለዊጦም ርኢኻ ትፈልጥ ዶ? እዚ ሰብ ናበይ ከይዱ እዩ? እንታይ ተፈጢሩ? ኢልካ እውን ተገሪምካ ትኸውን ኢኻ። እዞም ሰባት ግን ፍሉይ ተኣምር ሰሪሖም ኣይኮኑን። እንታይ ደኣ ሓደ ምስጢር ተጠቒሞም እዮም። ንሱ ድማ ጥበብ ምስዋር ይበሃል። ኣብዚ ሕጂ ግዜ ብዘለካ ህይወት ሕጉስ እንተዘይኮንካ ወይ ዝጎደለካ ከም ዘሎ ዝስምዐካ እንተልዩ ኣብ ህይወትካ ዓቢ ለውጢ ክተምጽእ ትደሊ እንተኮይንካ እዛ ቪድዮ ንዓካ እያ። ንሓደ ወርሒ ጥራይ ጠፊእካ ወይ ካብ ሰባት ርሒቅካ ንባዕልካ ክትቅይረሉ እትክእል ሓሙሽተ ስጉምትታት ብፍላይ ቁጽሪ ኣርባዕተ ወሳኒት መዓልታዊ ክተተግብራ ዘለካ ነጥቢ እያ። ቀዳማይ፣ ኣንጊካ ምትሳእ። ኣንጊካ ምትሳእ ተራ ናይ ግዜ ለውጢ ጥራይ ኣይኮነን። ንነብስኻን ንኣእምሮኻን ካብቲ ናይ ዓለም ህውከት ኣውጺእኻ ኣብቲ ዝለዓለ ናይ ንቕሓት ደረጃ እተብጽሐሉ ቅዱስ ግዜ እዩ። ዓለም ገና ከይተበራበረት፣ ጫውጫውታ ደቂ ሰባት ከይጀመረ፣ ብስራት ወጋሕታ ጥራይ ኣብ ዘለሉ ግዜ ምትሳእ ንርእሱ ዓቢ ዓወት እዩ። ዓለም ደቂሳ ከላ ክትስእ ከለኻ ንስኻ ብቑጽሪ ቀዳማይ ትኸውን። ሰባት ገና ኣብ ሕልሚ ከለዉ ንስኻ ሕልምኻ ንምጭባጥ ኣብ ስራሕ ትኣቱ። እቲ ኣብቲ ሰዓት ዘሎ ስቕታ ንኣእምሮኻ ዕረፍቲ ይህቦ። ኣእምሮኻ ከም ጽሩይ መስትያት ዀይኑ ንጹር ራእይን ሓሳባትን ክቕበል ድሉው ይኸውን። ጫውጫውታ ስልኪ፣ ረብሻ ማሕበራዊ መራኸቢታት፣ ወይ ናይ ስራሕ ጭንቀት የለን። ንስኻን እቲ ናይ ተፈጥሮ ጽምዋን ጥራይ ኢኹም ዘለኹም። እታ ቀዳመይቲ ሰዓት ወርቃዊት ሰዓት ትበሃል። ስልክኻ ምትንካፍ ማለት ንመዓልታዊ መደብካ ኣብ ኢድ ዓለም ኣረኪብካያ ኣለኻ ማለት እዩ። ስለዚ ስልክኻ ንጐኒ ገዲፍካ ብጸሎትን ምስ ፈጣሪኻ ብምዝርራብን ጀምራ። ጸሎት ንውሽጣዊ መንነትካ ትብዓትን ሰላምን ይዕድሎ። ንመዓልትኻ ብምስጋና ክትጅምር ከለኻ፣ እታ መዓልቲ ንዓኻ ክትግዛእ ትጅምር። እዚ ልምዲ እዚ ንሓደ ወርሒ ብዘይ ምቁራጽ እንተድኣ ስዒብካዮ፣ ተኣምር ክትርኢ ኢኻ። ኣብ ቀዳማይ ሰሙን ምስቲ ናይ ድቃስ ባህጊ ክትቃለስ ትኽእል ኢኻ። ኣብ ካልኣይ ሰሙን ሰብነትካን ኣእምሮኻን ክላመዱ ክጅምሩ እዮም። ኣብ ሳልሳይ ሰሙን እቲ ናይ ወጋሕታ ሰላም ክናፍቐካ ክጅምር እዩ። ኣብ መወዳእታ ወርሒ ንስኻ ሓዱሽ ሰብ ክትኸውን ኢኻ፣ ዝያዳ ትኩር፣ ዝያዳ ሰላማዊ፣ ከምኡ ድማ ካብ ካልኦት ንላዕሊ ኣገዳሲ ስራሕ ክትሰርሕ ትኽእል። ንንግሆ ዝተቖጻጸረ ንመዓልቱ ይቆጻጸራ፣ ንመዓልቱ ዝተቖጻጸረ ድማ ንህይወቱ ይቆጻጸራ። ካልእ መዓልቲ ኣይትጸበ፣ ካብ ጽባሕ ጀሚርካ ነታ ጸሓይ ባዕልኻ ኣውጽኣ እምበር ንሳ ክትትስእ ኣይትጸበያ። ብርሃንካ ካብ ውሽጥኻ ዝጅምር ይኹን። ካልኣይ፣ ኣካላዊ ለውጢ፣ ኣካልና ነፍስና ዝሰፈረትሉ መቕደስ እዩ። እቲ መቕደስ ድልዱልን ጽሩይን እንተኾይኑ፣ እቲ ኣብ ውሽጡ ዘሎ መንፈስ እውን ሓያልን ንቑሕን ይኸውን። ኣካላዊ ለውጢ ማለት ጭዋዳታት ምፍጣር ጥራይ ዘይኮነስ፣ ንባዕልኻ ምግዛእ ማለት እዩ። ኣካላዊ ስልጠና ቃልሲ እዩ። ነቲ ደኺመ እየ፣ ጽባሕ ክጅምር ኣይኽእልን እየ ዝብል ናይ ውሽጥኻ ድኹም ድምጺ ስዒርካ ክትስእ ከለኻ፣ ንመንፈስካ ኢኻ ተሰልጥኖ ዘለኻ። ስፖርት ክትሰርሕ ከለኻ፣ ኣእምሮኻ ተጻወር ምባል ይመሃር። እዚ ኣብ ስፖርት እተጥርዮ ናይ ተጻዋርነት ሓይሊ ድማ፣ ኣብ ህይወትካ ንዘጋጥሙ ብድሆታት ብትብዓት ክትገጥሞም ይሕግዘካ። ሓያል ኣካል ዘለዎ ሰብ ሓያል ናይ ምውሳን ዓቕሚ ይህልዎ። ኣካልካ ክልወጥ ከሎ፣ እቲ ለውጢ ኣብ ኣካይዳኻ፣ ኣብ ኣዘራርባኻን ኣብ ኣተሓሳስባኻን ይንጸባረቕ። ሰባት ንዓኻ ክርእዩኻ ከለዉ፣ ሓደ ፍሉይ ክብረት ይስምዖም። ስለምንታይ? ምኽንያቱ ኣካላዊ ቅርጽኻ እዚ ሰብ እዚ ንባዕሉ ዝገዝእ፣ ዲሲፕሊን ወይ ስርዓት ዘለዎ፣ ንጥዕንኡ ዝከናኸን ክቡር ሰብ እዩ ዝብል መልእኽቲ ብዘይ ቃላት ስለ ዘመሓላልፍ። ሰባት ነቲ ንባዕሉ ዘኽብር ሰብ እዮም ዘኽብሩ። ድሕሪ ሓደ ወርሒ ኣብ መስትያት ክትጥምት ከለኻ እትርእዮ ሰብ ነቲ ቅድሚ ሓደ ወርሒ ዝነበረካ ድኹም ሰብ ኣይኮነን። ዝያዳ ትብዓት ዝመልኦ፣ ኣዒንቱ ብርሃን ዘለወን መንፈሱ ድማ ንዝኾነ ሰንሰለት ክሰብር ዝኽእል ሓያል ሰብ ክትኸውን ኢኻ። ኣካልካ ሸለል ኣይትበል። ኣካልካ ሸለል ኣይትበሎ። ስፖርት ምስራሕን ጥዑይ ምምጋብን ቅንጦት ዘይኮነስ ንርእስኻ እትህቦ ዝዓበየ ፍቕሪ እዩ። ሎሚ ጀምር። እቲ ድሕሪ ሓደ ወርሒ ዝጽበየካ ዘሎ ሓድሽ ንስኻ ሎሚ ውሳነ ክትወስድ ይጽበየካ ኣሎ። ሳልሳይ፣ ኣይፋል ምባል። ኣብዛ ብኣሽሓት ዝቑጸሩ ዝባኸኑ ሓሳባትን ስምዒታትን ዝተመልእት ዓለም ኣይፋል ምባል ማለት ንህይወትካ ሓጹር ምግባር ማለት እዩ። ኣይፋል ምባል ናይ ትዕቢት ምልክት ዘይኮነስ ናይ ብስለትን ጽኑዕ መትከልን መግለጺ እዩ። ዓወት ማለት ንኣሽሓት ጽቡቓት ሓሳባት ኣይፋል ምባል እዩ። ሓደ ሰብ ኣብ ዓሰርተ እተፈላለየ መንገድታት ክጎዪ እንተ ፈቲኑ፣ ናብ ዝዀነ ቦታ ኣይበጽሕን እዩ። ዓወት ዝመጽእ ካብቶም ብዙሓት ኣማራጺታት ነቲ ሓደ ወሳኒ ነገር መሪጽካ ንዅሉ እቲ ካልእ ኣይፋል ክትብል ክትኽእል ከለኻ ጥራይ እዩ። ሓይልኻ ከም ማይ እዩ። ነቲ ማይ ኣብ ሓደ መስመር እንተ ኣፍሲስካዮ፣ ዓሚቝ ጕድጓድ ይፈጥር፣ ኣብ ኵሉ ፋሕ እንተ ኣቢልካዮ ግን ንቝጽ መሬት ጥራይ ኰይኑ ይተርፍ። ንዕላማኻ ዘይሕግዙ ዕላል ምስ ዕሩኽ፣ ትርጉም ዘይብሎም ናይ ማሕበራዊ መራኸቢታት ጸውዒታት፣ ንዓኻ ዘይጠቕሙ ግን ካልኦት ክትገብረሎም ዝደልይዎ ስራሕቲ፣ ኣይፋል ክትብሎም ከለኻ ንርእስኻ ግዜን ዕረፍትን ትህብ ኣለኻ። ብዙሕ ግዜ ኣይፋል ክንብል ንፈርሕ፣ ሰባት ክጸልኡና ወይ ክቕየሙና ስለ ንፈርሕ'ዩ። እንተኾነ ግን ንሰባት ንምሕጓስ ኢልካ እወ ክትብል ከለኻ ውሽጥኻ እናተቖጥዐን እናተቐየመን'ዩ። ንርእስኻ እናቐየምካ ንሰባት ክትሕጉስ ምፍታን ናይ ባርነት ናብራ'ዩ። ንሓቀኛ መንነትካ ዘኽብር ሰብ ኣይፋል ክትብል ከለኻ ይርድኣካ እዩ። እቲ ኣይፋል ስለ ዝበልካ ዝርሕቐካ ሰብ ድማ ካብ መጀምርትኡ'ውን ኣብ ህይወትካ ቦታ ክህልዎ ዘይነበሮ ሰብ እዩ። ንሓደ ዘይጠቕመካ ወልፊ ወይ ልምዲ ኣይፋል ክትብል ከለኻ ንጥዕናኻ እወ ትብል ኣለኻ። ንሓደ ዘይጠቅም ዕላል ኣይፋል ክትብል ከለኻ ንሕልምኻ እወ ትብል ኣለኻ። ስለዚ ኣይፋል ክትብል ከለኻ ብመንነት ከይሓፈርካን ከይተሰከፍካን በሎ። ህይወትካ ናትካ እያ፣ መራሒ ናይ ህይወትካ ንስኻ ጥራይ ኢኻ። ንመን ናብ ህይወትካ ትእቱ ንመን ድማ ካብ ህይወትካ ተውጽእ ንስኻ ትውስኖ ነገር እዩ። ኣይፋል ምባል ልመድ፣ ሽዑ ንነብስኻ ክተኽብራ ክትጅምር ኢኻ፣ ዓለም ድማ ንዓኻ ክተኽብረካ ክትግደድ እያ። ኣይፋል ክትብል ከለኻ ናይ ገዛእ ርእስኻ ንጉስ ትኸውን ኣለኻ። ራብዓይ፣ ምስጋናን ኣውንታዊ ኣተሓሳስባን። መብዛሕትኡ ግዜ ኣእምሮና ኣብቲ ዝጎደለና ነገር ክጥምት እዩ ዝፍጠር። ገዛ የብለይን፣ ስራሕ የብለይን፣ ገንዘብ የብለይን፣ እናበልና ኣብቲ የብለይን ዝብል ጸልማት ንጥሕል፣ ምስጋና ግን ነቲ ዘለና ብርሃን ክነስተውዕል ብምግባር ንህይወትና ብሓዱሽ መነጽር ከም እንርእያ ይገብረና። መዓልታዊ ሰለስተ ዘመስጉናኻ ነገራት ምዝካር ማለት ንኣእምሮኻ ጽቡቕ ነገር ኣናዲ ኢልካ ተሰልጥኖ ኣለኻ ማለት እዩ። ንኣሽቱ ነገራት ንባዕሉ እቲ ምትንፋስካ፣ እቲ ዝሰተኻዮ ጽሩይ ማይ ወይ ድማ እቲ ንጉሆ ዘርእየካ ናይ ጸሓይ ብርሃን ዓቢ ጸጋ እዩ። ነዚ ልምዲ እዚ ምስ ኣዘውተርካዮ ኣእምሮኻ ካብቲ ኣብ መራር ዝነበረ መንነቱ ወጺኡ ናብ ጸጋታት መስተውዐል ይቕየር። እዚ ድማ ብፉቴት ይኹን ብግዲ ናይ ምስራሕ ድሌትካን ተበግሶኻን የላዕሎ። ኣብቲ ዘይብልካ ነገር ጥራይ እንተ ጠሚትካ ውሽጥኻ ወትሮ ባዶነት ስእነት እዩ ዝስምዖ። እዚ ስምዒት እዚ ድማ ንዓቕምኻ የዳኽሞ። እንተኾነ ግን ኣብቲ ዘሎካ ጸጋታት፣ ጥዕናኻ፣ ፍልጠትካ፣ ዓቕምኻ፣ ክትጥምት ከለኻ ብዙሕ ነገር ኣለኒ ስለዚ ብዙሕ ክገብር እኽእል እየ ዝብል ናይ ዓወት መንፈስ ይስምዐካ። ምስጋና ንዘሎካ ነገር የብዝሖ እዩ። ኣውንታዊ ኣተሓሳስባ ማለት ጸገማት የለዉን ማለት ኣይኮነን እንታይ ደኣ ንጸገማት እትርእየሉ መንገዲ ይቕየር ማለት እዩ። ሓደ ነገር ምስ ዘይሰልጠካ ተሳዒረ ኣብ ክንዲ ትብል እዚ መንገዲ እዚ ከመይ ከም ዝሰርሕ ተማሂረ ኣለኹ በል። ውድቀት ንሓያላት ሰባት ንቕድሚት ንምስጓም ዘገልግል መድረኽ እዩ። ነቲ ዝወደቐሉ እምኒ ረጊጾም ዝያዳ ንላዕሊ ይድይቡ። ውሽጣዊ ሰላም ዘለዎ ሰብ ብውድቀት ኣይፈርስን እዩ። ዓለም ብጫውጫውታን ጸገማትን ዝመልኣ እያ። ንኹሉ ግዳማዊ ጸገማት ክትቆጻጸሮ ኣይትኽእልን ኢኻ፣ ነቲ ኣብ ውሽጥኻ ዘሎ ሰላም ግን ክትሕልዎ ትኽእል ኢኻ። ውሽጥኻ ሰላም እንተልዩ፣ ኣብ ግዳም ዝመጽእ ማዕበል ኣየናውጸካን እዩ። ምስጋና ንውሽጥኻ ብሰላም ይመልኦ። ሰላም ዘለዎ ኣእምሮ ድማ ንጸገማት ብዝያዳ ብብልሓትን ብርግዓትን ክፈትሖም ይኽእል። ምስጋና ማለት ዝኾነ ነገር ሕራይ ኢልካ ምቕባል ዘይኮነስ፣ ኣብ መንጎ እቲ ዝኸበደ ፈተና እውን ከይተረፈ ጽቡቕ ነገር ናይ ምርኣይ ዓቕሚ እዩ። ሎሚ መዓልቲ ገለ ነገር ቅድሚ ምጅማርካ ንሰለስተ ደቒቕ ነቶም ዘለዉኻ ጸጋታት ዘክር። ውሽጥኻ ብርሃን ምስ መልኣ እቲ ጸልማት ዓለም ባዕሉ ክሃድም እዩ። ምስጋና ንዘለካ ነገር እኹል ይገብሮ፣ ካብኡ ንላዕሊ ድማ ይውስኸሉ። ሓምሻይ፣ ውጽኢትካ ርኢ። ኣብቲ ጸልማት ተጋደል፣ ኣብቲ ብርሃን ድማ ውጽኢትካ ርኢ ዝበሃል ኣበሃህላ ኣሎ። ሓቀኛ ስራሕ ኣብቲ ሰብ ዘይርእየካ ቦታ እዩ ዝስራሕ። ዕላማኻን ትልምኻን ምስጢር ጌርካ ምሓዝ ማለት ንሓይልኻን ንትኹረትኻን ንኸየባኽን ትሕልዎ ኣለኻ ማለት'ዩ። ሓደ ነገር ክትገብር ከለኻ ወይ ክትገብር ክትሓስብ ከለኻ፣ ንሰባት ክትዛረብ ከለኻ፣ ኣእምሮኻ ሓደ ዓይነት ደስታ ይስምዖ። ሰባት ጎበዝ፣ ጽቡቕ ሓሳብ እዩ ክብሉኻ ከለዉ፣ ገና ስራሕ ከይጀመርካ ከም ዝተዓወትካ ኮይኑ ይስምዓካ። እዚ ድማ ነቲ ንስራሕ ዘድልየካ ዝነበረ ውሽጣዊ ድፍኢት የጥፍኦ። ብስቕታ ክትሰርሕ ከለኻ ግን፣ እቲ ናይ ምስራሕ ጥሜት ኣብ ውሽጥኻ ስለ ዝዕቆር፣ ንዕኡ ንምርካብ ዝያዳ ትጋደል። ሓደ ዓቢ ኦም ንሰማይ ተሰቒሉ ኵሉ ሰብ ቅድሚ ምርኣዩ፣ ንዓመታት ኣብ ትሕቲ መሬት ብስቕታ ሱር ይሰድድ እዩ ነይሩ። እቲ ሱር ኣብ ዝሰደደሉ ግዜ፣ ዋላ ሓደ ሰብ ኣየስተውዐለሉን እዩ። ምስ ጸንዐ ግን ኵሉ ሰብ ይድነቐሉ። ንስኻ እውን ከምኡ ኹን። ኣብቲ ናይ ምድላው ግዜኻ፣ ኣብቲ ናይ ትምህርቲ፣ ናይ ልምምድን ናይ ስራሕ ግዜኻን ኣይትረኣ። እቲ ትሃንጾ ዘለኻ ህንጻ ምስ ተወድኣ ባዕሉ ክርኣ እዩ። ብዛዕባ ክትገብሮ እትደሊ ነገር ሽሕ ግዜ ካብ እትዛረብ፣ ሓንቲ ስራሕ ምፍጻም ይበልጽ። ቃላትካ ንነብስኻ ከታልሉ ይኽእሉ እዮም፣ ውጽኢት ግን ሓቂ እዩ። ሰባት ብዛዕባ መደባትካ ክሓቱኻ ከለዉ፣ እግዚኣብሄር ይፈልጥ፣ ይፍትን ኣለኹ ካብ ምባል ሓሊፍካ ዝርዝር ኣይትሃቦም። ስራሕካ ምሉእ ምስ ኰነ፣ እቲ ውጽኢት ባዕሉ ናይ ምስክርነት ቃል ክህብ እዩ። ኣብዚ ግዜ እዚ ሰባት ስፖርት ክሰርሑ ከለዉ ስእሊ ይልጥፉ፣ መጽሓፍ ከንብቡ ከለዉ ቪድዮ ይቐርጹ። እዚ ንዓወት ዘይኮነስ ንናይ ሰባት ኣድናቖት ተባሂሉ ዝግበር እዩ። ንስኻ ግን ካብዚ ውጻእ። ንሓደ ወርሒ ከም መንፈስ ዘይርኣ ኩን። ዝኾነ ሰብ ኣበይ ከም ዘለኻን እንታይ ትሰርሕ ከም ዘለኻን ኣይፍለጥ። እዚ ጽምዋ እዚ ንኣእምሮኻ ዓቢ ሓይሊ ክህቦ እዩ። ዓወት ዓው ኢልካ ዝጭደር ነገር ዘይኮነስ ብውጽኢትካ ዝንገረሉ ሓቂ እዩ። ሰባት ብዛዕባኻ ጠፊኡ'ዩ፣ እንታይ ይገብር ኣሎ ኢሎም ክሓቱ ይግባእ። ድሕሪ ግዜ ግን ብሓዱሽ መንነት፣ ብሓዱሽ ዓቕሚ፣ ብሓዱሽ ውጽኢት ክትመጽእ ከለኻ እቲ ስቕታኻ ክንደይ ዓቢ ዋጋ ከም ዝነበሮ ሽዑ ክርድኡ'ዮም። እዞም ሓሙሽተ ነገራት ንሓደ ወርሒ ምግባር ቀሊል ኣይኮነን። ክስልቸኩምን ክትጽገሙን ትኽእሉ ኢኹም፣ ግን ድማ ካብ ተራ መንነት ወጺኹም ናብ ዕዉት መንነት ንምቕያር እዚ ግዜ'ዚ ኣዝዩ ኣገዳሲ እዩ። ነዚ ፈተነ ንምቕባል ድሉዋት እንተኾይንኩም ሕጂ ድሉውየ ኢልኩም ኣብ ኮሜንት ሴክሽን ጽሓፉለይ። ኣብ ዝቕጽል ቪድዮ ብኻልእ ኣገዳሲ ኣርእስቲ ክሳብ ንራኸብ ሰላም ጽንሑ።